ውዳቤኻ ኣብ ድፋዖም ዓልል ዓልል ዓልል መልሓሰ ምሒኹ ጸላእትኻ ሰበር ዜና ሰራዊት ትግራይ ኣብ ወረዳ ቀይሕ ተኽሊ ሳንታ ገለበዳ ማቻን ጻዕዳ እምንን ኣብ ዝበሃሉ ፍሉይ ቦታ ህዝብና ከበሳብስ ሓረስታይና እውን ንከይሓርስ ከተዓናቕፍን ከምኡውን ንብረት ህዝብና ንምዕናውን ንምስራቕን ኣብ ልዕሊ ዝመጸ ጸላኢ ብዝኸፈቶ በርቃዊ መጥቃዕቲ ልዕሊ ሓደ ሽሕን ሽዱሽተ ሚእትን ፋሽስቲ ሰራዊት ኣቢይ ኣሕመድን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቅን ካብ ጥቕሚ ወጻኢ ከም ዝገበሮም ወተሃደራዊ ወሃቢ ቃል ሰራዊት ትግራይ ተጋድላይ ገብረ ገብረጻድቃን ሓቢሮም። ትግራይ ካብ ፋሽስታዊ ሰራዊት ኣቢይ ኣሕመድን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቅን ከምኡ'ውን ተስፋሕፋሕቲ ሓይልታት ትምክሕቲ ኣምሓራን መሊእኻ ሓራ ንምውጻእ ኣፍታ ብልሒ ጫፍ ኩናት ብምእታው ታሪኽ ዝፍጽም ዘሎ ሰራዊት ትግራይ ዓበይቲ ዓወታት ምሕፋሱ ሎሚ እውን ኣጠናኺሩ ቀጺሉሉ ኣሎ። ብመሰረት እዚ ካብ ዕለት ዕስራን ሓሙሽተን ክሳብ ዕስራን ሽዱሽተን ሚያዝያ ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ወረዳ ቀይሕ ተኽሊ ሳንታ ገለበዳ ፍሉይ ሽሙ ማቻ ንፃዕዳ እምንን ብዝወሰዶ በርቃዊ መጥቃዕቲ ሓደ ለትናል ኮንሬል ዝርከቦም ሸሞንተ ሚእትን ሓደን ዕሱባት እንትሞቱ ሸሞንተ ሚእትን ዓሰርተ ክልተን ድማ ቁስላት ኮይኖም ብድምር ሓደ ሽሕን ሽዱሽተ ሚእትን ዓሰርተ ሰለስተን ሰብኣዊ ክሳራ ከም ዝወረዶም ካብቶም ወሃቢ ቃል ሰራዊት ትግራይና ዝረኸብናዮ መረዳእታ ይሕብር። ኣብ ንብረት ጸላኢ ዝበጽሐ ክሳራ ድማ ሰለስተ ኣውቶቡሳት፣ ክልተ ኦራል ምስ ሙሉእ ጽዕነተንን ክልተ ዙ ዕስራን ሰለስተን ናብ ሓሞኽሽቲ እንትቕየራ፣ ብርክት ዝበሉ ብሬናት፣ ስናይፐር፣ ብኣማኢት ዝቑጸር ክላሽናትን ጠያይትን ከምኡ'ውን ዝተፈላለዩ ወተሃደራዊ ናውትን ከምዝተማረኸ'ውን ወተሃደራዊ ወሃቢ ቃል ሰራዊት ትግራይ ሓቢሮም ኣለው። ኣብዚ ሰራዊትና ብልዑል ጅግንነት ዘዐወቶ ሓዝ ክሕዝ ግጥም ካብ ፋሽስታዊ ሰራዊት ኣብዪ ኣሕመድ መበል ዕስራን ሰለስተን ክፍለ ሰራዊት ካልኣይን ራብዓይን በራጊድ ብተደራቢ ካብ መበል ሳላሳን ሓደን ክፍለ ሰራዊት ድማ ኽልተ ረጅመንታት ተሳቲፈን እየን። ጸላኢ ዝበጽሖ ኪሳራ ንምልዋጥ ተደጋጋሚ ፈተነታት እንተገበረ እውን ኣብ ልዕሊ ሬሳ ሬሳ ካብ ምድርራብ ወጻኢ ዝፈየዶ ነገር ከም ዘየለ እቶም ወተሃደራዊ ወሃቢ ቃል ገሊጾም ኣለዉ። ወተሃደራዊ ወሃቢ ቃል ሰራዊት ትግራይ ተጋድላይ ገብረ ገብረ ጻድቃን ኣብ ሳብረን ግጀትን ከባቢኡን ሓዊሱ ኣብ ዝተፈላለዩ ግንባራት ኣብ ዝካየድ ዘሎ ጽዑቕ ኲናት ጅግና ሰራዊት ትግራይና ዓወታት ይሓፍስ ከም ዘሎ ሓቢሮም ኣለዉ። ንሕና እውን ናይዞም ውዕሎ ጀጋኑና መስተንክራዊ ዓወታት ዝርዝር ሓበሬታ ምስ በፀሐና ክነቕርበልኩም ከም ምዃንና ክንገልፅ ንፈቱ። ንመላእ ህዝቢ ትግራይና ድማ ጅግና ሰራዊት ትግራይና ትግራይ መሊኡ ሓራ ንምውፃእ መዓልታዊ ብዝገብሮ ዘሎ መስተንክራዊ ዓወታት እንኳዕ ደስ በለካ ንብል። ሃለዋትናን ድሕንነትናን ብቕልፅምና ትግራይ ትስዕር!

ሰላም ጥዕና በለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ጅግና ሰራዊት ትግራይና ብዘመዝግቦ ዘሎ መስተንክራዊ ዓወታ ተደጊመ እንኳዕ ደስ በለና እናበልኩ ንሎሚ ናብ ዘዳልናልኩም ዜና ክሰግር ኣብ ከተማ መቐለ ዝርከቡ ተፈናቐልቲ ብጥሜትን ፍርሕን ይሳቐዩ ከም ዘለዉ ተገሊጹ ኣሎ። ኣብ ከተማ መቐለ ካብ ዝርከቡ መዕቆቢ ተፈናቐልቲ ሓደ ኣብ ዝኾነ ካልኣይ ብርኪ ቤት ትምህርቲ ሓድነት ሸውዓተ ሽሕ ተፈናቐልቲ ተጸቓቒጦም ከም ዝነብሩም ኤቢሲ ኒውስ ጸብጺቡ ኣሎ። እዞም ወገናት ብ ጥሜትን ፍርሕን እናተሳቐዩ ከም ዘለዉ፣ ኣብ መዓልቲ ሓደ ግዜ ጥራሕ ኩርማነ ጣይታ ከም ዝበልዑ፣ ካብ መንግስቲ እኹል ሓገዝ ከም ዘይተገበረሎምን እዞም ወገናት ቀንዲ ዓንገልቶምን ሓገዝቶምን ህዝቢ መቐለ ከም ዝኾነ እቲ ዜና ሓቢሩ'ሎ። ከምኡ እውን ኮይኑ ሎሚ እውን ሓደሽቲ ተፈናቐልቲ ብፍላይ ድማ ደቂ ኣንስትዮን ህፃናትን ናብቲ መዕቖቢ እናመፁ ከም ዝኾኑ እውን እቲ ፀብፃብ ኣመልኪቱ'ሎ። መብዛሕቲኦም ተፈናቐልቲ ካብ ዞባ ምዕራብ ትግራይ ከምዝመፁን ዝተማልእዎ ዋላ ሓደ ንብረት ከምዘየለን ተፈሊጡ እዩ። ካብ ከተማ ማይ ካድራ ዝመፀት ወጋሕታ ወልዳይ ዝተብሃለት ተምሃሪት ኣብ ልዕሊ ሬሳ ሰጒማ ንንመዓልትታት ብኣማኢት ዝቑፀር ኪሎ ሜትሮታት ተጓዒዛን ናብ መቐለ ከምዝመፀት ተዛሪባ'ላ። ብዙሓት ሰባት እዮም ተቐቲሎም፣ ግብ ዝበለ ጸልማት ስለ ዝነበረ ግና፣ እቶም መወትቲ ኣዝማደይ ይኹኑ ኣይኹኑ ኣይፈለጥኩን ዝበለት ወጋሕታ፣ ንሬሳታት ረጊጻ ከም ዝመጸት ሓቢራ'ላ። ዕሱብ ባዕዳዊ ሰራዊት ውልቀ-መላኺ ኢሳያስ ኣፍወርቂ ብዘይ ገለ ቅድመ-ኩነትን ወዓል ሕደርን ካብ ትግራይ ንኽወጽእን ኣብ ልዕሊ ህዝቢ ትግራይ ግፍዒ ዝፈጸሙ ኣካላት ድማ ናብ ፍርዲ ንኽቐርቡን ኣባላት ሃገራት ጉጅለ ሸውዓተን ሕብረት ኣውሮፓን ኣተሓሳሲቦም ኣለዉ። ኣባል ሃገራት ጉጅለ ሸውዓተን ሕብረት ኣውሮፓን ነቶም ኣብ ልዕሊ ሰላማውያን ሰባት ዝተፈጸሙ ቅትለታት፣ ጾታዊ መጥቃዕትን ምዝመዛን ከምኡ'ውን ካልኦት ጾታታት ተኮር ጥቕዓትን ብኣስገዳድ ዝተፈጸመ ምፍንቓል ተጋሩን ስደተኛታት ኤርትራን ኣብ ሃይማኖታዊ ባህላውን ሓድግታት ዝተኻይደ ዕንወትን ስርቅን ብትረት ኮኒኖም ኣለዉ። ክልቲኦም ወገናት ኣብ ዘውጽእዎ ሓበራዊ መግለጺ፣ ፋሽስቲ ኣብይ ኣሕመድን ውልቀ መላኺ ኢሳያስ ኣፍወርቅን ብመሰረት ዝኣተውዎ ቃል፣ ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቂ ዛጊድ ካብ ትግራይ ዘይምውጽኡ ከምዘሻቕሎም ብምሕባር፣ እቲ ዕሱብ ባዕዳዊ ሰራዊት ብዘይ ገለ ቅድመ ኩነት ወዓል ሕደርን ክረጋገጽ ብዝኽእል ኣገባብን ካብ ትግራይ ንኽወጽእ ኣተሓሳሲቦም ኣለዉ። ብተወሳኺ እቲ እናገደደ ዝመፀ ዋሕዲ ምግቢ ዘስዕቦ ሓድጋ ንምንካይ ኣብ መላእ ትግራይ ተበፃሕነት ሰብኣዊ ሓገዝ ንኽረጋገፅ፣ ሰብኣዊ መሰላት፣ ዓለም ለኸ ሕግን ናፅነትን መራኸቢ ሓፋሽን ንኽኽበር፣ ሰላማውያን ሰባት ሓለዋ ንኽግበረሎምን ግህሰት ሰብኣዊ መሰላት ዝፈፀሙ ኣካላት ድማ ናብ ፍርዲ ንኽቐርቡን ሃገራት ጉጅለ ሸውዓተን ሕብረት ኣውሮፓን ከምዘገንዘቡ መርበብ ሓበሬታ ሕብረት ኣውሮፓ ኣመልኪቱ'ሎ።

ውድብ ሕቡራት ሃገራት ኣብ ትግራይ ንዝካየደ ሰብኣዊ ሓገዝ ዝውዕል ኣርባዓ ሚልዮን ዶላር ከምዝመደበ ኣፍሊጡ ኣሎ። ቢሮ ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት፣ ዩኤን ኦቻ፣ ከምዝበሎ እዚ ሓገዝ ኣብ ትግራይ ረድኤት፣ መፅለሊ፣ ፅሩይ ማይን ግልጋሎት ጥዕናን ንምብፃሕን ፆታዊ መጥቃዕትን ፆታዊ ተኮር ጥቕዓትን ንምክልኻልን ግዳያት እዞም ጥቕዓት ንዝኾና ወገናት ንምሕጋዝን ከምዝውዕል ሓቢሩ ኣሎ። ሓላፊ ሰብኣዊ ሓገዝ ውድብ ሕቡራት ሃገራት ማርክ ሎውኩክ ኣብ ገጠራት ትግራይ ረድኤት ምብጻሕ ከምዘይተኽኣለ ሓቢሮም ኣለው። ኣብቲ ልዕሊ ሽዱሽተ ኣዋርሕ ዘቑጸረ ግርጭት ትግራይ ሰላማውያን ሰባት ቀንዲ ግዳያት ኮይኖም ኣለው። ደቂ ኣንስትዮን ኣዋልድን ድማ ኣደዳ ዘሰንብድ ጾታዊ መጥቃዕቲ እናኾና ብሚልዮናት ዝቑጸሩ ሰባት ብፍላይ ድማ ኣብ ገለ ገጠራት ትግራይ ምግብን መሰረታዊ ግልጋሎትን ክረኽቡ ኣይከኣሉን። እቲ ክንህቦ ዝጸናሕና ሰብኣዊ ምላሽ ድማ ክነሐይል ይግባእ ከም ዝበሉ ዩኤን ኦቻ ኣፍሊጡ'ሎ። ኣብ ትግራይ ዘሎ ተበጻሕነት ሰብኣዊ ሓገዝ ሕዚ'ውን ዓብዪ ብድሆ ከም ዝኾነ እቲ ዜና ወሲኹ ኣመልኪቱ'ሎ። ኣብ መወዳእታ። ፋሽስቲ ኣብይ ኣሕመድ ምስ ውልቀመላኺ ኢሳያስ ኣፍወርቅን ተስፋሕፋሕቲ ሓይልታት ትምክሕቲ ኣምሓራንን ብምውዳድ ኣብ ትግራይ ብዝፈጸሞ ወራር ልዕሊ ሰብዓ ሽሕ ህዝቢ ናብ ሱዳን ከምዝተሰደደ ዝፍለጥ እዩ። ገለ ካብዞም ተጋሩ ስደተኛታት ህጻናት ከምዝኾኑን ንሬሳ ወለዶም ተጎዝጒዞም እናበኸዩ ዝተዓዘቡ ሓለፍቲ መገዲ ናብ ሱዳን ከምዘምጽእዎምን ቢቢሲ ትግርኛ ኣፍሊጡ'ሎ። ቢቢሲ ብዛዕባ እዞም ወለዶም ብጥይት ዝተቐተልዎም ህጻናትን ሓንቲ ሓራስን ዘዋደዶ ምስላዊ ጸብጻብ ከም ዝስዕብ ኣዋዲድና ክነቕርበልኩም። ብሰንኪ ወራር ፋሽሽቲ ኣብይ ኣሕመድን መላፍንቱ ዝኾኑ ሓይልታት ወረርትን ይብዛሕ ይውሓድ ዘይተጎድኣ ትግራዋይ የለን። ኣብዚ ኣብ ልዕሊ ህዝቢ ምዕራብ ትግራይ ብፍላይ ድማ ኣብ ልዕሊ ህፃናት ዝበፅሐ ኩለ መዳያዊ ጉድኣት ፈፂሙ ዝርሳዕ ኣይኮነን። ኣብ ሱዳን ተሰዲቶም ዘለዉ ህፃናት ምዕራብ ትግራይ ናይዚ ኣብነት እዮም።
ብልዕሊኦም ጥይት እንዳተተኮሰ ሰባት እንዳሞቱ እንዳረኣዩ ወለዶም ደርብዮም ጎረቤት ኣንጠልጢልዎም ዝመፁ ኣሕዋቶም ህፃውንቲ ኣሕዋቶም ተቐቲሎምዎም ዝመፁ መብዛሕትኦም ህፃውንቲ ከም እዮም ኣብዚ በቲ ኩነታት እሱ ዝመፀ እዩ መብዛሕትኡ ማሕበረሰብ ኣብዚ ዘሎ እቶም ህፃውንቲ ከዓ ዝበለፀ ብኡ ተጎዳእቲ ይኾኑ ኣለዎ ማለት እዩ ምክንያቱም ኣብ ህፃንነት ዕድሜኻ ትሪኦ ነገር ኩሉ ተቐሪፁ እዩ ውሽጥኻ ትተርፍ እምበኣር ነዚ ሕማቕ በሰላ ንምሕዋይ ብዝብል እዩ እዞም ህፃናት ዝውዕልሉ ቤት ትምህርቲ ተኸፊቱ ዘሎ። እቲ ናትና ውን ኣብዚ ትምህርቲ ምኽፋቱ ምስቲ NRC እቲ ዋና ዓላምኡ ካብቲ እሱ ዝነበረ ኩነታት ክወጹ እቲ ቀዳማይ ዓላማ እሱ እዩ ክወጹ ካብቲ ኩነታት እሱ ካብቲ ተዘክሮ እሱ ንክወጹ እንዳሃደሙ ከለዉ ወለዶም ተወቂዖም እሱ ኢሉ ዝሓላፍ መገዲ ኣንጠልጢልዎም ዝመጹ ቆልዑት ኣለዉ እንዳበኸዩ ክሪኦም ከለዉ ልዕሊ ወለዶም ሬሳ ኣንጠልጢልዎም ዝመጸ ሰብ ኣሎ ጎረባብቲ ሒዞምዎም ዝመጹ ቆልዑት ኣለዉ እንዳ ጎረቤት ክጻወቱ ከይዶም ሃንደበት እቲ ኩነታት ክፍጠር ከሎ በቃ ምስኦም ዝሃደሙ ማለት እዩ ከምዚ ኩነታት ስለ ዘሎ ብዙሕ ናብኡ ንኸይንኸዱ ንገብረሉ ባይታ እዩ እዚ በቃ ከም ንእሽተይ ኣሕዋትካ ከም ደቅኻ ጌርካ ኢኻ ትሪት ትገብሮም ንሶም እውን ከምኡ እዮም በቃ ከም ገጽካ እዮም ዝኸዱ ዕምራ ኩብራ ኣብ እተብሃለ መዕቆቢ ስደተኛታት ጥራሕ ሓሙሽተ ሚእቲ ህጻናት ከም ዘለዉ ተፈሊጡ ኣሎ። ወይዘሮ ኣባዲት በርሀ ድማ ብጽሕቲ ሽዱሽተ ወርሒ ኮይና እተሰደተትን ምስ ሓረሰት ድማ ብጽባሒቱ ጋዜጠኛታት ዘዘራረብዋ ወገን እያ። ቀሓር እናሞትኩ ቂሒረዮ ዘይፈልጥ ቅጫ ክልተ ወርሒ ሙሉእ በሊዐዮ ዘይፈልጥ ቅጫ መጎጎ ሰኣን መጎጎ ብቅጫ እናበላዕኹ ንሱውን እቲ መሸላ መሸላ እኽሊ እናበልዓኹ ከምኡ ኢለ ድማ ናብዚኣ መፅየ እቲ ኣንጀራ ጠዒመያ ጸገብና ርኢና እዩ ኣምላኽ ምንም ኣይኸፍኣንን ጽቡቕ ተገላጊለ እየ ዝረኽቦ ነበርኩ እየ ስኢነዮ እምበር ብሰላም እም ተገላጊለ እየ ኣነ ብዛዕባኦም በቃ ንእሽተይ ትሕመኒ ትምህርቲ ብዘይምህላዎም ትምህርቲ ተማሂሮም መሓዞም ደረጃኦም ገለን ብጣዕሚ ንስኣ ትስምዐኒ ካብ ትምህርቲ ኣጉል ክኾኑ ግዜ ቀንዲ ትምህርቲ እያ እምበኣርከስ ዝኸበርኩም ተመልከትትና ሕዚ እውን ደጊምና ብስም ድምፂ ወያነ ትግራይ ንመላእ ህዝብና፣ ፈተውትናን ደገፍቲ ቃልስናን በቲ ጅግና ሰራዊትና ዘመዝግቦ ዘሎ ተደራራቢ ዓወታት እንኳዕ ደስ በለኩም ደስ በለና ንጅግና ሰራዊት ትግራይና ድማ ኣሽካ ኣገንዕ እናበልና ንሎሚ ዘዳለናልኩም ዜና ኣብዚ ንውድእ ኣብ ተመሳሳሊ ካልኦት ዛዕባታት ተመሊስና ክሳብ ንጋነ ሰላም